ሰላም ክቡራት ተኸታተልቲ መሶብና ከመይ ቀኒኹም? ኣኣብ ዘለኹሞ ሰላምን ሰናይን ክትህልዉ ተስፋ እንዳገበርኩ ንሎሚ ውን ከም ልሙድ ኣብ ሂወትና ክሕግዘና ዝኽእል ዩ ዝበልክዎ ጽሑፍ ምሳኻትኩም ክካፈል መሪጸ ኣለኹ። ብተወሳኺ ኣብ ቀጻሊ ንዝዝርግሖ ቪድዮታት በብእዋኑ ንእትህቡኒ ሃናጺ፣ ኣራሚ፣ ኣተባባዒ ንዝኾነ ሪኢቶታትኩም ካብ ልቢ የመስግን። ናይ ኣዮነት ኣህዛብ ኣባሃህላ እያ ንግዚኡ ዝረሳዕኳ ሓንቲ ደስ እትብለኒ ኣባሃህላ ኣላ ንሳ እንታይ እያ ትብል ኣነ ስለ ዘለኹ ንስኻ ኣለኻ ንስኻ ስለ ዘለኻ ኸዓ ኣነ ኣለኹ እዚኣ ንምንታይ እያ እትገልጽ ህይወት ብምምልላእ ዝቆመት ከም ምዃና ሓደ ሰብ በይኑ ኣብ ሓደ ደሴት ክነብር ከም ዘይክእል። ኩሉ ግዜ ህይወትና ማሕበራዊ ክሳብ ድኾነ ንሓድሕድና እናተማላልኣና ኢና ህይወትና ምልእቲ እንገብራ። ከም ኣብነት እንድሕር ወሲድና ኩሉ ሰብ ኣብ ጥዑም ድቃሱ እንከሎ ሰዓት ክልተ ናይ ለይቲ፣ ሰዓት ሰለስተ ናይ ለይቲ፣ ተሲኡ ነቲ ሕብረተሰቡ ውዑይን ሓድሽን ባኒ ዘዳልወሉ በዓል እንዳ ፎርኖ ወይ ኣብ እንዳ ባኒ ዝሰርሕ ሰብኣይ ኩሉ ግዜ እዚ መስዋእቲ እንዳገበረ ነቲ ሕብረተሰቡ የገልግሎ። እቶም ነዚ ሓድሽ ባኒ በሊዖም ንስራሕ፣ ንትምህርቲ፣ ናብ ካልእ ማሕበራዊ ንጥፈታት ዝወፍሩ ከኣ በብመዳዮም ከኣ ነቲ ሕብረተሰብ የገልግልዋ። ባኒ እተባጻጽሕ መኪና ናይቲ ዋና እንዳ ፎርኖ እንድሕር ተባላሽያ፣ እቲ ነቲ ንግሆ ሓድሽ ባኒ ናይቲ ሰብኣይ ቆሪሱ ዝወፈረ መካኒኮ ንዓኣ ይጽግነሉ፣ በቲ ናቱ ክእለት በቲ ናቱ ሞያ ማለት እዩ። እቲ መምህር ከኣ ልክዕ እቲ ባኒ ቆሪሱ ከኣ ንደቁ ኣብቲ ቤት ትምህርቲ ከኣ ይምህረሉ። ሂወት ኩሉ ግዜ ከምዚ እያ። ልክዕ ከምተን ዝተፈላለየ ሕብርታት ቀስተ ደመና ብውህደተን ነታ ቀስተ ደመና ዝሰርሓኣ፣ ንሕና ከኣ እንዳተማላላእና ነዛ ህይወትናን ምንባርናን ምቅርቲ እንገብራ። ከምኡ ስለ ዝኾነ ኢኻ ኣነ ከኣ ብዓቕመይ ንእሽተይ ነገር ክምህልእ ዝሓስብ ወይ ዝፍትን ማለት እዩ። ብሓፈሻ ብዝተፈላለየ መንገድታት ነዛ መደብ ኣብ ምዕባይ እትገብርዎ ኣበርክቶኹም እናመስገንኩ፣ ናብቲ ብሃብቶም እዮብ ዝተጻሕፈ ጽሑፍ ከብለኩም'የ፣ ሰናይ ምክትታል። ኣብዚ ጽሑፍ እዚ ቃላትና ወይ ኣተሓሳስባና ብምድግጋም ኣብ ትሕተ-ውኖና ብምስራጽ ንህይወትና ኣሉታውን ኣወንታውን ዝህቦ ግብረ-መልሲ እዩ ዝገልጽ። ምናልባት ትሕተ-ውኖ እንታይ ማለት'ዩ? ንዝብል ሕቶ ወይ ንዘይተረድኦ፣ ኣእምሮና ብኽልተ መንገድታት እዩ ዝሰርሕ። እቲ ንቑሕ ኣእምሮ ኣሎ፣ እቲ ዘይንቑሕ ኣእምሮ ኣሎ። ሕጂ እቲ ንቑሕ ኣእምሮ እቲ መዓልታዊ እንዛረበሉ፣ መዓልታዊ እንሓስበሉ፣ መዓልታዊ ዝተፈላለየ ንጥፈታት እንገብረሉ ኣእምሮና እዩ። እቲ ትሕተውኖ ወይ ድማ እቲ ዘይንቑሕ ኣእምሮ ከኣ ኣብ ድቃስና ግዜ ወይ ድማ እቲ ንቑሕ ኣእምሮ ኣብ ዘዕርፈሉ ግዜ እቲ ዘይንቑሕ ኣእምሮ እቲ ትሕተውኖ ድበሃል ንጡፍ ይኸውን ማለት እዩ። ኣብ ግዜ ድቃስና እዚ ሕልምታትና እዚ ንሓልሞ ኩሉ ነገር ንገብሮ በቲ ካልኣይ ክፋል ናይ ሓንጎልና በቲ ትሕተውኖ ዝበሃል እዩ። እምበኣርከስ እዚ ትሕተውኖ ዝሃብካዮ ነገር ቅኑዕ ይኹን ጌጋ ይቕበሎ እዩ። ንሱ ተቐቢሉ ከኣ ነቲ ነገር'ቲ ናብ ተግባር ወይ ድማ ኣካላትና ናብ ተግባር ከም ዝመርሕ ይገብረና። ብእንዛረቦ፣ ብእንሰምዖ፣ ብዝተፈላለየ። ህዋሳትና ጌርና ናብ ሓንጎልና እነእትዎ ሓሳባት ተቐቢሉ ካልኩሌት ከይገበረ ማለት እዩ እዚ ጽቡቕ እዩ እዚ ሕማቕ ከይበለ ተቐቢሉ እንድሕር ኣሉታዊ ዝኾነ ኣተሓሳስ ቃላት ወይ ተግባራት ወይ ዝኾነ ትርኢ እንድሕር ኣለኻ ንእምሮኻ ትምግቦ እንድሕር ኣለኻ ኣብቲ ትሕተውኖ ተኸዚኑ እቲ ትሕተውኖ ኣካላትካ ከመይ ግብረ መልሲ ይህብ ከመይ ይንቃሳቕስ ዝውስን ክፋል ኣእምሮና እዩ። ብዛዕባ እዚ እዩ ክዛረብ ወይ ድማ ብዛዕባ እዚ ንእሽተይ ጽሒፉ ደሎ እቲ ጽሑፍ ኣገዳሲ ኮይኑ ክትረኽብዎ ተስፋ እናገበርኩ ናብኡ ከብለኩም እየ ሰናይ ጻንሖት ኣእምሮና ዘሰላስሎም ሓሳባት ብቓላት፣ ስእልታት፣ ሙሉእ ሓሳባት፣ ስምዒታት ዝቖሙ እዮም። ሓሳባትና ከም በጻሕቲ ማለት ቱሪስት ኣእምሮና ድማ እቲ ዝብጻሕ ቦታ ጌርና ንምስሎም። ቱሪስት ናብ ሓደ ቦታ ይበጽሑ። ንሳቶም ምስ ከዱ ካልኦት ይመጹ። እቶም ቱሪስት ኩሎም ደኣ ሰባት ዝጽውዑ ይኹኑ እምበር ብዓይነቶምሲ ፍልልይ ኣለዎም። ብውሑዱ ዝመጽሉን ዝኸድሉን ቦታ እኳ ክፈላለ ይኽእል። ሓሳባትና ከም ቱሪስት ናብ ሓንጎልና ይመጹ እሞ ጸኒሖም ከኣ ይኸዱ። ከምቲ ሓደ ቦታ ዝተፈላለየ ዓይነት ቱሪስት ዘእንግድ። ሓንጎልና'ውን ዝተፈላለዩ ዓይነት ሓሳባት'ዩ ዝቕበል። ናብ ሓደ ቦታ ዝበጽሑ ቱሪስት ኣብቲ ቦታ ዝጸንሕዎ ንውሓት ግዜ ይፈላለዩ። ጻንሖት ዝተፈላለዩ ሓሳባት ኣብ ኣእምሮና እውን ከምኡ ይፈላለዩ። እቶም ገሊኦም ሓሳባት ቅልቅል ኢሎም ንእለት ህልም ክብሉ እንከለዉ፣ ገሊኦም ግና ንነዊሕ ይጸንሑ። እቶም ምሳና ንነዊሕ እዋን ዝኸዱ ከኣ እዮም ኣብ ኣተሓሳስባናን ባህርያትናን ዝያዳ ጽልዋ ዝገድፉ። ኣብ ገለ ኣጋጣሚ ኣይትሕሰብ ዝብሉ ሰባት ገጢሞምና ኣለዉ። እቶም ከምኡ ዝብሉና ምሕሳብ ማለት ምጭናቕ፣ ምፍራሕ፣ ሕርቃን፣ ጓሂ፣ ነብሰ ወቐሳ ማለት ገይሮም እዮም ዝገልጽዎ። እዞም ከምዚኦም ዓይነት ሰባት ንገዛእ ነብሶም ሰባት ክገርፍዋ ካብ ዝኽእሉ ንላዕሊ ገይሮም ይማዕትዋ። ኣሉታዊ ዝኾነ ኣተሓሳስባ ኣለዎም። ስለዚ ከኣ ኣእምሮኦም ኣብ ቀጻሊ ነውጺ ኣሎ። እዚ ባህሪ እዚ ምስ ተደጋገመ ናብ ትሕተ ንቑሕ ውኖና ይሰጋገር። ትሕተ ንቑሕ ውኖ ወትሩ ዕቱብ እዩ። ጽቡቕ ይኹን ሕማቕ፣ ኣሉታ ይኹን ኣወንታ ሓሳባት ወይ ቃላት እንተ ተደጋጊሞም ከም ዘለዎም ይቕበሎም። ስለዚ እምበኣር ብቐጻሊ እነዘውትሮም ቃላትን ኣተሓሳስባታትን ክንጥንቀቐሎም ኣለና። ምኽንያቱ ንባህርያትናን ተግባርናን ዝውስኑ ንሳቶም ስለ ዝኾኑ። ብዙሕ ግዜ ገንዘብ ክረክብ የጸግመኒ'ዩ እናበልካ ትሓስብ እንተሃሊኻ ትሕተ ንቑሕውነኻ ነዚ ሓሳባት እዚ ተቐቢሉ ገንዘብ ኣብ ምርካብ ዘጸግሙኻ ኩነታትን ዕንቅፋታትን የቕርበልካ። ብኣንጻሩ ንነብስኻ ገንዘብ ክትረክብ ከም እትኽእል እንተድኣ ነጊርካያ፣ ትሕተ ንቑሕ ውነኻ ድማ ገንዘብ እትረኽበሎምን ክትጥቀመሎም ዘኽእሉ ዕድላት ይፈጥረልካ። እቶም ካብ ልሳንካ ዝወጹ ቃላት ኣብ ህይወትካ ዓቢ ጽልዋ ኣለዎም። ብዙሓት ካባና ግን ኣፍና ዝሃበና ዝመስለና ኢና እንዛረብ። ኣበሃህላናስ ኣብ ክንዲ እንጥንቀቐሉ ወጅሃላይ ንርእዮ። ኣዘራርባናን ኣተሓሳስባናን ፍኑው እንተኾይኑ ነገራት ከምቲ እንደልዮም ኣይከዱልናን እዮም። እንጥቀመሎም ሓረጋት፣ ቃላት፣ ሓሳባት ብጥንቃቐ ንመርጾም እንተኾይንና ግን ህይወትና ለውጢ ከተርኢ ትጅምር። እዚ ሓድሽ ለውጢ ድማ ሓደሽቲ ኩነታትን ነገራትን ሒዙ ይመጽእ። እስከ ነዛ ትስዕብ ኣብነት ንመልከት። ቁጽሪ ሓደ ደጊም ኣነ ድኹም ኣይኮንኩን ቁጽሪ ክልተ ደጊም ኣነ ሓያልን ብርቱዕን እየ። እዘን ክልተ ምሉእ ሓሳባት ሓደ ዓይነት መልእኽቲ ዘለወን ኮይነን እየን ዝስማዕና። ኣተኲርና ከነስተብህለለን እንተፈቲንና ግን ፍልልይ ከም ዘለወን ክንግንዘብ ኣይንጽገምን። እታ ቀዳመይቲ ማለት ደጊም ኣነ ድኹም ኣይኮንኩን እትብል ምልእቲ ሓሳባት ኣሉታዊት እያ፣ ምኽንያቱ ብዛዕባ ድኹም ምዃንን ዘይምዃንን ኣነጺራ ትገልጽ ኣላ። ቀንዲ ትሕዝቶኣ ድኻም ዝብል እዩ፣ እታ ካልኣይቲ ግን ብዛዕባ ሓይልን ብርታዐን እያ እትገልጽ። ስለዚ እምበኣር እቶም ብቐጻሊ ዝደጋገሙ ሓሳባትን ቃላትን እወንታውያን ምዃኖም ነረጋግጽ። ምኽንያቱ ንሕና እቲ ዕለታዊ እንሓስቦን እንብሎን ኢና። ንስኻ ቃላትካ ኢኻ።